እቲ ሓደ ጽሑፍ ዘቕርበልኩም ኣይተ ሙስጠፋ ዓብዱ እዩ። ኣይተ ሙስጠፋ ዓብዱ ኣይ ቲንክ ብብዙሓት ኩልኹም ትፈልጥዎ በዓል ሙያ ሕጊ ኮይኑ ብፍላይ ድማ ብሚድያታት ላቐረበ ብወድዓዊ ጉዳያት ብቲ ናቱ ሙያ ሓዊሱ ብፖለቲካዊን ተፈላለዩ እዋናዊ ምዕባለታት እላተሓሓዘ ትንታነ ዝህብና መብርሂ ዝህብ ህዝቢ ዘንቅሕ ተንታኒ እዩ። ስለዚ ብስራሕ ደረጃ ብቲ ሕጊ ሙያ ብውልቁ ጠበቃ ኮይኑ ዝሰርሕ ነገር ግን ኣብ ፐብሊክ ኢንጌጅመንት ድማ ዘለዎ ብተፈላለየ መልክዑ ብፍላይ ኣብቲ ብሚድያ ብትርኽቲ ዝግበር ግጥም ውሽጢ ርኡይ ተራ ዘለዎ መናእሰይ ምሁር ኢዩ። ስለዚ ኣቶ ምስጠፋ ዘቕረበልና ፅሑፍ ቓልሲ ህዝቢ ትግራይ ታይ ይመስል ካብ ቀደም ክሳዕ ሕዚ ማለት ኢዩ ብልተፈላለዩ ምዕራፋት የቕርብ። ዋና ዝምልሰን ሕቶታት ወይም ክምልሰን እቲ ናቱ ጽሑፍ ዝተበገሰን ጽሑፋት ንምንታይ ተቓሊስና ወይ ንምንታይ ህዝቢ ትግራይ ተቓሊሱ ንምንታይ ከ ተደጋጋሚ መስዋዕነት ከፊሉ ዝብሉ እዚኦም ሕቶታት ብዝምልስ መልክዑ እቲ ፔፐር ኣዳላልይዎ ስለዚ ከቕርበልና እዩ እዚ ድማ እቲ ሕሉፍ ታሪኽ ምርምርና መሊሱ ብተፈላለየ መልክዑ ብዝትንትን መልክዑ ከቕርቦ እዩ። ስለዚ እቲ ናይ መጀመርያ ኣቕራቢ ንሱ እዩ። ላብ መድረኽ እጽውዖ እየ። ኣቶ ሙስጠፋ ብጣቕዒት ተቐበሉለይ።
የቕንየለይ። ያው ኣጋጣሚ ኮይኑ እቲ ዕድል ስለ ዝረኸብኩ እምበር ክንደይ ምሁራትን ተቓለስትን ዘለኹምዎ ከቕርበ ኣይምተገበንን ግን ነቲ ዕድል ንምጥቃም ክቕፅል እየ ሎሚ ዘበን መበል 37 ዓመት ዝኽሪ መዓልቲ ስዋኣት ክኽበር ከሎ ዝተመረፀ ርእሲ ሕድሪ ስዋኣትና ንምውሓስ ሉኣላውነትና እዩ ዝብል ኣብዚ ዝተመረፀ ርእሲ ኣዝዩ ከቢድ ህዝቢ ትግራይ ናይቶም ኩሎም ጸገማት ሕዚ እውን ዘለና ጸገም ሉዓላውነት ዝብል ቃል እዩ ሶ ረዚን ቃል እዩ ተመሪጹ ዘሎ ንምውሓስ ሉዓላውነትና እዚ ብዝምልስ መንገዲ እውን ንምርኣይ ዝተተሓዘ ፅሑፍ እዩ ሶ ኣብዚ ፅሑፍ ኣጋጣሚ ኮይኑ ናይቲ ምሁራዊ መግለጺኡ ቃል ስለ ዝኸውን ሓደ ሓደ ክብድ ዝበለ ቃል ክህሉ ይኽእል እዩ ብኡ ክትርድኡለይ ስሙ እውን ስለ ዝኸውን እዩ ናይቲ መፀውዒ ዝኸውን ስም ማለት እዩ ስለዚ ኣብ ዓለም ንህዝቡን መሬቱን ዘይቁርቆረር ኣድላይ ኣብ ዝኾነሉ ድማ ዘይቃለስ ህዝቢ ፍጹም የለን ከምቲ ዝበሃል ፃፀ እኳ ዓርሱ ይከላኸል ዝበሃል እዩ ሰው ዝገጥመና ምክንያት ህዝቢ ትግራይ ጠበንጃ ናይ ምውዝዋዝ ድሌት ስለ ዘለዎ ጥይት ናይ ንምትኳስ ህርፋን ስለ ዘለዎ ኣይኮነን ወይ ድማ ጥይት ተሸኪምካ ሓንጊጥካ ናይ ምኻድ ድሌት ስለ ዘለና እውን ኣይኮነን። እቲ ምኽንያት በብዝመፁ በብዘመኑ ዝመፁ ጨቆንቲ ጠበንጃ ዝህቦ ሓይሊ እዮም ዝምክሑ። እንታይ እዮም ዝብሉ? ሓይሊ ዘለዎ ትኽክል እዩ ማይቲ ኢዝ ራይት ዝብል እዩ እምነቶም ኩል ግዜ ኣብ ሓይሊ ምክንያቱ ኣብ ሓይሊ ምሽናፍ ኣሎ ኢሎም ይኣምኑ ኣብ ውሽጢ ምሽናፍ ኩሉ ነገር ኣሎ ክብሪ ኣሎ ሃፍቲ ኣሎ ኣብ ሓይሊ ንካልኦት ምፅራፍ ኣሎ ንካልኦት ምንዓቕ ኣሎ ኣብ ሓይሊ ንካልኦት ምውራድ ኣሎ ንካልኦት ምውራር ብኢኮኖሚ ምድቃቕ ብድኽነት ኣዳኺምካ ምግዛእ ንኻልእት እውን ካብ ምድሪ ገጽ ምጥፋእ ዝብል ኣምር ኣለዎ ሓይሊ ስለዚ ማይቲ እዝራይት ሓይሊ ዘለዎ ትኽክል እዩ ዝብል ኩል ግዜ በብዝመፁ ጨቆንቲ ዚያያ ታመትከሎም ሕዚ እውን ተመሳሳሊ እዩ በብዘመኑ ዝመ ጨቆንቲ ጠበንጃ ብዝህቦ ሓይሊ ዝምክሑ እዮም። ሓይሊ ዘለዎ ትኽክል እዩ በሃልቲ ፈላማይ ተግባሮም ብኣንጻራዊ ኮነ ፍጹማዊ መልክዑ መለክዒ ንህዝቢ ትግራይ ሓዊሱ ንህዝብታት ኢትዮጵያ ነናይ ባዕሎም መንነት፣ ጥቕምን ድሌትን ዘለዎም ህዝብታት ምህላዎም ስለ ዘይቕበሉ እዩ። ኣብ ሓይሊ ንኻሊእ ብሄር ምሽናፍ ኣብ ውሽጢ ሓይሊ ሓደ ገዛኢ መደብ ብሄር ናይ ባዕሉ ብኢኮኖሚ ዘደላደለሉ ኣግባብ ኣሎ ኢሎም ስለ ዝኣምኑ ኣብ ሓይሊ ንሓደ ብሄር ምውራድ ይከኣል እዩ ንካሊእ ንካሊእ ብሄር እውን ምውራር ይከኣል እዩ፣ ምውራድ ይከኣል እዩ፣ ምፅራፍ ይከኣል እዩ፣ ካብ ምድረ ገፅ ንሓደ ብሄር እውን ይከኣል እዩ ኢሎም ስለ ዝኣምኑ እዩ። ኣብ ትግራይ ድማ ነዚ ተቓርኖ ዘለዎም ገዛእቲ ትግራይ ወይ ድማ ባዕሉ ትኽክለኛነት ሓይሊ ክኸውን ኣለዎ ዝብሉ ንረብሓን ጥቕምን ህዝብን ትግራይ ጠጠው ዝበሉ ጀጋኑ በብዘመኑ በብዘመኑ በብትውልዱ ዘይዛሪ ትውልዲ ስለ ዝፍጠር እዩ። በዚ መሰረት ሓይሊ ዘለዎ ትኽክል እዩ ዝብሉን ትኽክለኛነት ንባዕሉ ሓይሊ ክኸውን ኣለዎ ዝብሉን ሕቶ ተፈጥሮ ሕቶ ህልውና ኣልዒሎም ስለ ዝቃልሱ እዩ። ስለዚ በብዘመኑ ዝመፁ ገዛእቲ እዚ እዩ እቲ ዝኽተልዎ መስርሕ። ስለዚ እቶም ቀንዲ ምክንያታት ሓደ በብዘመኑ ዝመፁ ገዛእቲ ንህዝቢ ትግራይ ሓዊሱ ህዝብታት ኢትዮጵያ ነናይ ባዕሎም ጥቕምን ድሌትን ዘለዎም ህዝብታት ምህላዎም ስለ ዘይቅበሉ ንሓቂ ዝቃረን ድሑር ኣተሓሳስባ ስለ ዘለዎም እዩ። ካልኣይ እዚ ድሑር ኣተሓሳስብኦም ናይ ባዕሎም መንነት ጥቕሚ ዘለዎም ህዝብታት ምህላዎም ዘይምቕባሎም ካልእ ተወሳኺ ድሕረት ኮይኑ ድሌት ንጉስነት፣ ላዕለዋይነት፣ ክገዝእ በሃላይነት ኣምባገንነት ስርዓት ስለ ዝፈጥሩ እዩ። እዚ ድልየት ንጉስነት፣ ላዕለዋይነት፣ ክገዝእ በሃላይነት ኣምባገነት ድልየቶም ድማ ናይ ባዕሎም መንነት ጥቕምን ድልየትን ነዞም ነናይ ባዕሎም ጥቕምን ድልየትን ዘለዎም ህዝብታት ብሽም ሓድነት ኢትዮጵያ፣ ሉዓላውነት ኢትዮጵያ፣ ገናናነት ኢትዮጵያ ብወተሃደራውን ፖለቲካውን ትምክሕተኝነት ወይም ጠበንጃ ብጦርነት መንነትን ጥቕምታትን ድልየቱ ይዕፍንዎ። ከምኡ ውን የጥፍእዎ። ፋሽስታውያን ወይም ፋሽዝም ዝበሃል ስርዓት ይቕተሉ። በዚ መሰረት እዞም በብዘመኑ ዝመፁ ገዛእቲ ኢትዮጵያ ድሌት ንጉስነት፣ ላዕለዋይነት፣ ክገዝእ በሃላይነት፣ ኣምባገንነት ድሌቶም ብዝኾነ ኣጋጣሚ ብዝርኻብዎ ዕድል ናይ ሓይሊ ፀብለልታ ሓይሊ ትኽክል እዩ ብዝብል እምነቶም ፈላማይ መራሕ ጎደነኦም ፈለማይ ፍኖተ ካርተኦም ህዝቢ ትግራይ ከመይ ነንብሮ ዝብል መትከል እዮም ዝሕዙ። ህዝቢ ትግራይ ከመይ ነንብሮ ኣጥፊእና ዶ በታቲና ዶ ዝብሉ መትከላት ሒዞም ህዝቢ ትግራይ ከመይ ነንብሮ ዝብል ናይ መጀመርያ ፍኖተ ካርትኦም እዩ ሶ ንትግራዋይ ከመይ ነንብሮ ክብሉ ከለዉ ኣብዚ ሓደ ምክንያት ዘቕርብዎ ሓድነት ሉዓላውን ኢትዮጵያ ገናናነት ኢትዮጵያ ዝሕሎ ንትግራዋይ ወይም እፍኝ ንዘይመሉ ምጥፋእ ንዝከኣል ብወተሃደራውን ፖለቲካዊ ትምክሕተኝነት ውሽጢ ክነብር ይግባእ ኩል ግዜ ትግራዋይ ኣብ ወተሃደራውን ፖለቲካዊ ትምክሕተኝነት እዮም ከንብርዎ ዝደልዩ ሓይሊ ዘለዎ ትኽክል ማይት ኢዝ ራይት ይብሉ ማለት እዩ ሶ እዞም ናይ ሎሚ ይኹን እቶም ናይ ቀደም ገዛእቲ ህዝቢ ትግራይ ሕቶ ነፃነት ሕቶ ህልውና ከልዕል እዩ ብዝብል ፈሪሕ ፈራሕ እምነቶም ሕቶ ነፃነት ሕቶ ህልውና ከየልዕል ካብ ዝኾነ ህዝቢ ንላዕሊ ብዝተፈለየ መልክዑ ኣብ መጠነ ሰፊሕ ናይ ጠበንጃ ሓይሊ የእትይዎ እዞም ናይ ቀደምን ሎምን ገዛእቲ ካብታ ዝረኸብዋ ግዝያዊ ናይ ሓይሊ ጸብለልታ ንህዝቢ ትግራይ ከመይ ነንብሮ ካብ ዝብል ስነ ሓሳቦም ወፂኦም ህዝቢ ትግራይ ወይም ምስ ህዝቢ ትግራይ ከመይ ኢልና ሓቢርና ክንነብር ዝኽእል ዝብል እምነት ፍጹም ምስ ህዝቢ ትግራይ ከመይ እዩ ሓቢርካ ምንባር ዝከኣል ፍፁም ከምዚ ዓይነት እምነት ኣሕዲሮም ኣይፈልጥን። ኩል ግዜ በታ ዝምክሖ ካብታ ዝምክሖላ ወይም ካብታ ዝረኽብዋ ግዜያዊ ፀብለልታ ወፂኦም ምስ ህዝቢ ትግራይ ሓቢርካ ምንባር ይከኣል እዩ ዝብል እምነት ኣሕዲሮም ኣይፈልጡን። በዚ ድኹምን ድሑርን ኣተሓሳስብኦም ፍትሓውን ዲሞክራሲያውነትን ከምኡ እውን ነፃነት ህዝቢ ትግራይ ብሓይሊ ሰራዊት ስለ ዝዕፍንዎ ብዛዕባ ነፃነት፣ ፍትሓውነት፣ ሓድነትን ሰላምን ህዝብን ሓደጋ ህልውና ህዝቢ ዝምልከት ግልፂ ምይይጥ ምግባር ኣፀጋሚ ይገብርዎ። ስለዚ ምስዞም ሓይልታት እዚ ኩል ግዜ ምይይጥ ምግባር ከቢድ ይኸውን። ምይይጥ ምግባር ኣፀጋሚ ይገብርዎ። እወ ምይይጥ ኣይኽእሉን። እዞም በብእዋኑ ዝመፁ ጨቆንቲ ፖለቲካዊ ሕቶ ትግራይ ንምፍታሕ ዝከኣለሉ ትኽክለኛን ቀሊል መንገዲ ነፂጎም ብናይ ባዕሎም ልዕልና፣ የበላይነት፣ ዝብልዎ ጎይታኻ ክኾን በሃላይነት ብወታደራዊን ፖለቲካዊን ትምክሕተኝነት ጥራሕ እዮም ክምልስዎ ዝደልዩ። ኩል ግዜ ሕቶ ህዝቢ ትግራይ ክምልስዎ ዝደልዩ ብወተሃደራዊን ፖለቲካዊን ትምክሕተኝነት ጥራሕ እዮም ክምልስዎ ዝደልዩ እምበር ምስኦም ተመያይጥካ መፍትሒ እዚ ናይ ምምፃእ እናፀዝብዎ እዮም ዝኸዱ። ናብ ዘየተኣማምን መንገዲ እዮም ዝወስዱና። ምስዚ ድሑር ፖለቲካዊ እምነቶም ብፍላይ በቱ ካሊእ ህዝብን ብናይ ባዕልኻ ህዝቢ ትግራይን ተወሳኺ ሓደ ተወሳኺ ዝለዓል ነገር ከምቲ መብዛሕትና እንስማዕማዓሉ ጦርነት ሕማቕ እዩ፣ ሰላም ጽቡቕ እዩ፣ ጥዕና ዘለዎ ሰብ ጽቡቕ ነገር እናሃለዎ ሕማቕ ነገር ኣይመርጽን ዝበሃል ኣበሃህላ ኣሎ። እዚ ሓቂ እዩ። እዚ ሓቂ ኮይኑ ብጦርነት ደላይነት፣ ጦርነት ጸማቒነት ዝመጽእ ኣባህላ ክህሎ ይኽእል ማለት እዩ። ጥዕና ዘለዎ ሰብ ጽቡቕ ነገር እንዳሃለዎ ሕማቕ ነገር ኣይመርጽን። ጥዕና ዘለዎ ሰብ ሰላም እምበር ጦርነት ኣይመርጽን። እዚ ጀነራል ትሩዝ እዩ። ኮይኑ ግና እዞም ናይ ሎምን ናይ ቀደምን ገዛእቲ በብእዋኑ ዝመፁ ጨቆንቲ እቲ ዝመርፅዎ መንገዲ ኩል ግዜ ሕዚ እውን ዘለዉ መንገዲ ወተሃደራውን ፖለቲካውን ትምክሕተኝነት ጎይታኻ ክኾን በሃላይነት ስለ ዝኾነ ህዝቢ ትግራይ ካሊእ ዕድል ንክመርፅ ኣማራፂ ኣይህብዎን ክመርፅ እውን ኣይደልዎን ካሊእ ፅቡቕ ነገር ክመርፅ እውን ኣይደልዎን። ህልውናኻ ነፃነትካ ብወተሃደራዊ ፖለቲካዊ ትምክሕተኝነት ዓፊኖም እንተብቅዑ ዓይኒ ገጢምናልካ ኣለና ክትርእየሉ ዝተዋሃበካ ዕድል ተጠቐመሉ ይብሉኻ እዚ ሌተናል ጀነራል ታደሰ ወረደ ክሽዎም ከለዉ ዝሰማዕኽዎም እዩ ስለዚ ነፃነትካን ህልውናኻን ዓፊኖም ብወተሃደራዊ ፖለቲካዊ ትምክሕተኝነት ዓፊኖም ዓይን እንተብቅዑ ዓይኒ ገጢምናልካ ኣለና ሶ ዝተዋሃበካ ዓይኒ ረኣየሉ ክትርእየሉ ዕድል ተጠቐመሉ ይብሉኻ እዚ ዓይኒ ናይ ምግጣም ፖለቲካ ሕዚ ዝመፀ ጥራሕ ኣይኮነን ኣነ እየ ዕድልካ ነፃነትካ ዝውስን ኣነ እየ ዝፈልጠልካ ፖለቲካዊ ህልውናኻ ነፃነትካን ኣነ እየ ዝውስን እዮም ዝብሉኻ እዚ ዘርኢ ናይ ምጥፋእ ኣተሓሳስባ ብኦም ስለ ዝተገበረ ግን ከም ትኽክል እዩ ኢሎም ብሚድያታቶም ክነዝሑ ትሰምዕዎ ማለት እዩ። ክዕፈን ኣይግበንን፣ ነፃነተይ ህልውናይ ክኽበር ይግባእ ዝብል ሕቶ ነፃነት፣ ሕቶ መንነት፣ ሕቶ ብሄራውነት ክብሪ እንተልዒልካ ክብሪ ኢትዮጵያ ተናዒቑ፣ ህልውና ኢትዮጵያ ተደፊሩ፣ ተልዓል ኢትዮጵያውያን ካብ ውርደት ምክፋል ኢትዮጵያ ድሕኑ ዝብል ናይ ፋሽዝም ፖለቲካ ክነዝሑ ይረኣዩ። ተላዓሉ ኢትዮጵያ ካብ ውርደት ምክፋል ነድሕን ሃገር ናይ ምድሓን ፃውዒት ይግበር ንብሄራውያንን ብሄር ንምጥፋእ መስዋእነት ይከፈል ዝብል ናይ ሽብርን ህውከትን ዘርኢ ናይ ምጥፋእ ጦርነት ይእወጅ እዚ እዩ እቲ መማረፂ ዝገብርዎ ጦርነት ዘርኢ ምጥፋእ መማረፂ ማለት እዩ ካልእ ጽቡቕ መማረጺ ክትመርጽ ዕድል ኣይህቡኻን። በዚ ምኽንያት ፖለቲካዊ ቅራነታት እናተፈጠሩ፣ መማረጺ መፍትሒ እናጸበቡ፣ እናተሓላለኹ መፍትሒ የስእኑኻ። መፍትሒ እናጸበቡ፣ እናተሓላለኹ፣ ፖለቲካዊ ቅራነታት እናተፈጠሩ፣ መማረጺ መፍትሒ ምስ ሰኣነ፣ በዚ መንገዲ ኣሃዳውን ኣምባገነናዊ ንጉሳዊ ናይ ሓይሊ ስርዓት ንዝሓለፋ ኣማኢት ዓመታት ትግራዋይነቱ ዝከሓደ ትግራይ ንምፍጣር ብዙሕ ሰሪሖም እዮም። ኩል ግዜ ዝኽተልዎ ስርዓት እታ ኣልቲሜት ጎሎም ትግራዋይን ትግራዋይነቱ ዝከሓደ ህዝቢ ንምፍጣር ዝኸድዎ መንገዲ ስልቲ እዚ እዩ። ህዝቢ ትግራይ ግና ፍትሓዊን ሓቀኛን ሕትኡ ሕቶ ሕልውና ተሓንጊጡ ተገዲዱ ናብቲ ሕማቕ ይኣቱ ጦርነት ሕማቕ እዩ ስለ ንብሎ ማለት እዩ ይውደብ ይዕጠቕ ይቃለስ እዚ ተገዲድና ንኣትዎ እምበር ከምቲ እናገለፅክዎ ዝመጣኹ ፅቡቕ መማረፂ ኮይኑ ኣይኮነን። ኣብዚ ቀረባ ሓደ ተጋዳላይ ስብሓት ኣብ ድምፂ ወያነ ዝገለፆ ሰሚዕኹምዎ ትኾኑ ኢኹም ናብ ማይ ኣባይ ንመለስ ዝብል ኣተሓስባ ኣቕሪቡ ነይሩ። ናብ ጉባኤ ማይ ኣባይ ንመለስ ዝብል ሓሳብ ምስ ኣልዓለ ብድምፂ ወያነ ሚድያ እዞም ናይ ባዕሎም ናይ ድሕረት ፖለቲካ ኣብ ካሊእ ሰብ ዝርዩ ናይ ድሕረት ኣተሓሳስባ ዘለዎም ሰባት ነዚ ኣተሓሳስባ ድሑር ናይ ድሕረት መንገዲ ጦርነት መሪፁ ኦር ንቃልስ ንወድም ተዓጠቕ ይብል ኣሎ ክብል ሰሚዕኹሞም ትኾኑ ኢኹም። ኮይኑ ግና እዚ ናይ ድሕረት ምኽንያት ኮይኑ ዘይኮነ ንወደብ ንተዓጠቕ ንቃለስ ዝብል መማረፂ ዝቐርብ ናይ ህልውና ሕተነ ፈተና ክኸውን ከሎ እዩ ሶ በዚ መንፅር እዩ እቲ ኩናት ተደጋጋሚ ዝገጥመና ሶ እዚ ወተሃደራዊ ፖለቲካዊ ትምክሕተኝነት ጎይታ ካልኦት ክኾን ባህላይነት ላዕለዋይነት ካልኦት ባርያ ጌርካ ክገዝእ ባህላይነት መንገዲ ሃፀይ ሃይለ ስላሴ ብዝተማለአ ናይ ወፃኢ ሓገዝ ገይሩ ዝተኸተሎ ስርዓት እዩ ምንም ክሰርሕ ስለ ዘይከኣለ ክሰምር እውን ብዘይምኽኣሉ ፊዳላዊ ንግስንኦም ተንኮታኺቱ ፈሪሱ እዩ ኣብዚ ናይ ተጋሩ ሚና ዓብዪ እዩ ነይሩ። ብዙሓት ተጋሩ ምሁራን ዝተሳተፍሉ ቃልሲ እውን እዩ ነይሩ። ውዳብ ኣይነበሮምን፣ ፖለቲካዊ ውድብ ኣይነበሮምን። ከም ሕወሓት ኢልና እንገልጾ ወይ ከም ካሊእ እንገልጾ ውዳበ ስለ ዘይነበሮም ግን ብዙሕ ዝፅዋዕ ኣይኮኑን። ደርጊ እውን ሓይሊ ስልጣን ብሓይሊ ምስ ጨበ- ስ- እ፣ ብሓይሊ ስልጣን ምስ ጨበጠ ትፅቢት ዝተገበረሎም መማረፅታት ኩሎም ደርቢዎም እዩ ብናይ ህዝብታት ምፍቓድን እምነት ነፃነትን ብዝተመስረተ ዴሞክራሲያዊነት ናይ ሓባር ሃገር ዶ ትሃልወና ወይስ እታ ዝሓለፈት ኣረጊት ሃገር ዝብል ብወሳንነት ንደርጊ ዝቐረበሉ እንትኸውን ደርጊ ግና ከም መንግስቲ ሃይለ ስላ- ሃፀ ሃፀ ሃይለ ስላሴ ዝተፈለየ ዝተፈለየ ኣቕጣጫ ስለ ዘይተኸተለ መስከረም ክልተ ሽሕን ትሽዓተን ሚእትን ሸውዓተን ያው ካብ ስልጣን ተወጊዱ እዩ። የካትት ዓሰርተ ሓደ ሽሕን ትሽዓተን ሚእትን ሸውዓተን ክ- ስለ ዝተጀመረ ንደርጊ ዕድል ኣይሃቦን ህወሓት ይብሉ። ይኹን እምበር ደርጊ እውን ካብታ መስከረም ክልተ ዝመፀላ እዋን ምቅላሱ ግድን እዩ ነይሩ። ምክንያቱ ከምቶም ካልኦት ገዛእቲ ኢትዮጵያውያን ዝመረፃ መንገዲ ሓይሊ ዘለዎ ትኽክል እዩ ማይቲ ኢዝ ራይት ብዝብል ካብታ መጀመርያ መስከረም ክልተ እዩ ብኣዋጅ ምዕፋን ዝጀመረ ስለዚ ይትረፍዶ ድሕሪ መዓት ኣዋርሕ ካብ መስከረም ክልተ ጀሚሩ ምቅላስ ወሳኒ እዩ ነይሩ ህንፀት ሓይሊ እዩ መሪፁ ብወተሃደራን ፖለቲካዊ ትምክሕተኝነት ሓይሊ ዘለዎ ትኽክል እዩ ማይቲ ኢዝ ራይት ብጠመንጃ ምዕፋንን ምቕታልን ምርሻንን እዩ መሪፁ ነዚ እውን እዩ እቶም ጀጋኑ ናብ ቃልሲ ዝወሰዱ። ድሕሪ ቃልሲ ሕወሓት ብዓወት ምዛም ክልተ ሽሕን ዓሰርተ ሰለስተን ጦርነት እውን ገጢምና እዩ። እዚ ከመይ ኢሉ መፂኡ? ሓደ ተደጋጋሚ ትሰምዕዎ ኣባህላ ኣሎ፣ ክተርፍ ይኽእል ነይሩ ዶ? እዚ ጦርነት ክተርፍ ይኽእል ነይሩ ዶ ኣይተርፍን ዝብል ቁልጭ ኣቢልና መልሱ ክንረኽቦ ኢና ካብዚ ፅሑፍ ኢለ እየ ዝኣምን። ህውሓት ኢህወደግ ብሓይሊ ጠበንጃ ዝሰዓረ እንትኾን ሕብረት ሓይሊታት ዲሞክራሲ ከም ዘድሊ ኣሚኑ ግንባር ዝፈጠረ ንፀረ ናይ ሓይሊ መንግስቲ ዝተቓለሰን መስዋእቲ ዝኸፈለን ህውሓት ኢህወደግ ናይ ሓይሊ መንግስቲ ከብፀሐና ዝኽእለሉ ምዕራፍ የብሉን ኢሉ ስለዝተቓለሰ ሳንሱር ብምልዓል ነፃነት በሪ ብምኽፋት ዘይተሞከረ ብህዝብታት ምፍቓድ ዝተመስረተት ሰፋሕ ዲሞክራሲያዊት ሃገር ምምስራት ክሙኮር ይግባእ። ብሕታዊ ዝተረፈና ነገር እዚ እዩ። ካሊእ ኩሉ ነገር ኩሉ ስርዓት በብተራ ከከም መልክዑ ርኢናዮ ኢና። ናይ ሓይሊ መንግስቲ በብተራ ኣረብሪብና እዩ። ንጥፍኣትን ምጥፍፋእን ኣቃሊዑና እዩ። ብዝብሉ ሓይልታት ኣብ ድሌት ምፍቓድን ዝተመስረተ ዲሞክራሲያዊ ስርዓት ንምህናፅ ናይ ስግግር መንግስቲ ተመስሪቱ እዩ። እዚ ናይ ስግግር መንግስቲ ኩሉ ዝሓቖፈ መንግስቲ ተመስሪቱ ከባብያዊ ምምሕዳራት ህዝባዊ መረፃ ሽሕን ትሽዓተ ሚእትን ሰማንያን ኣርባዕተን ተኻይዱ ኩሎም ፓርትታት እውን ብዝፈቐድወን ከባብያዊ ምምሕዳራት ተመስሪቱ እዩ። ኣብ ስግግር መንግስቲ ድማ ህዝቢ እንታይ ይደሊ፣ ሕርያ ስርዓት መንግስቲ ህዝቢ እንታይ እዩ ዝብል፣ ብሄር ብሄረሰባት ህዝብታት ኢትዮጵያ ከ እንታይ ይደልዩ ዝብ ባዕሎም ምምሕዳር ክመሓደሩ ንምግባር ፌደራላዊ ዲሞክራሲያዊ ናይ ፖለቲካ ስርዓት ክምስረት ፈላማይ ስጉምቲ ተወሲዱ እዩ። ኮይኑ ግና ብሓደ ገፅ ፌደራላዊ ስርዓት ንህዝብታት ተዘርጊሑ እናሃለወ ብኻሊእ ገፅ ድማ ብኣስኳልነት ናይ ሓደ ብሄር ናይ ባዕሎም ብሄር ዝምራሕ ኣሃዳዊ ስርዓት እዩ መፍትሒ ክኸውን ዘለዎ። ፌደራላዊ ስርዓት እንተተፈጢሩ ዓዲ ጠፈእት። ናይ ህውከትን ሽብርን ፖለቲክኦም ካብታ ዕለትቲኣ ጀሚሮም ኣቐጺሎም እዮም። ናይዚ ምኽንያት ዲሞክራሲያዊ ኣይኮነን ዝብልዎ ስርዓት ህወሓት ስርዓት ህወሓት ኢህወደግ ዝወሰዶም ዲሞክራሲያዊ መልክዕ ትሕዝቶ ዘለዎም መትከላት ስለዘይቕበሉ እዩ። እዚ መደብ ካሊእ ተሪፉ ኣብዛ ሃገር ብሄራዊ ጭቆና ነይሩ እዩ ዝብል ጥቕሉ ሓሳብ ዝቕበል እውን ስለ ዘይኮነ እዩ። እዞም ድሑራት ህልዊ ኩነታት ናይዛ ሃገር ንሓቂ ክፃወሩ ስለ ዘይኽእሉ ታሪኽ ንድሕሪት ተመሊሶም ክጠቕሱ እዮም ዝደልዩ። እቲ ስልቲ መግዛእቲ ዝመረፅዎ መንፈስ ኢትዮጵያዊ ብዘይ ልክዑ ናይ ምምብልባል መንፈስ ኢትዮጵያዊነት ኢትዮጵያዊነት ብዘይ ምልክዑ ናይ ምምብልባል ሱስ ሱስ ኢትዮጵያ ዝበሃል ትፈልጥዎ ኢኹም። እዛ ሃገር ኣብ ናይ ዓለም ታሪኽ ስልጣነ ርእሲ ኩለን ሃገራት ገይሮም የቕርብዎ። ውሽጣ ንዝፈልጥ ግን ጉዱ እዩ። ናይ ሓደ ህዝቢ መነባብሮ ኩነታት ናይ ስልጣነ ወይ ናይ ዕቤት ብርኪ ውፅኢት እዩ። ሓደ ህዝቢ ዝነብረሉ ኩነታት እዩ ወይም ዘለዎ ከመይ መነባብርኡ እዩ እቲ ናይ ስልጣነ ዕቤት ዝበሃል። ኢትዮጵያ ድኽነት ለበዳ ግዝኣተይ ዝበለላ ዓዲ እያ ነይራ። ናይ ህዝቢ ናይ ናብራ ቁልቁለት ድኽነት ዝሰፈሐላ ዓዲ እያ ነይራ። ዝተፈላለዩ ሕማማት ካብ ቁፅፅር ወፃእ ዝኾነላ ዓዲ እያ ነይራ። ክሳብ ሽሕን ትሽዓተ ሚእቲ ሰማንያን ሰለስተን ዓመተ ምህረት ዝነበረት ኢትዮጵያ ብሳዕሪ ዝተሰርሑ ኣናእሽቲ ኣጉዶታታ ኣብ እዋን ክራማት ካብ ቁሪ ንምክልኻል ደራሁን ከፍትታቶምን ኣብ ሓደ ዝነብሩላ እዮም ነይሮም። ኣብ መሬት ዝድቅሱ፣ ምስ ባልዕ እናተቓለሱ ዝሓድሩ፣ መጎጎኦም ዕንጸይትን መብራህት ዕንጸይቲ፣ መብራህቶም ኩራዝ፣ ደቂ ኣንስትዮ ዝፈትልኦ ክዳን ናይ ኢትዮጵያ እዩ ነይሩ። ምህርቲ ኢንዳስትሪ ናብ ገጠር፣ ሽኳር፣ ዝተፈላለዩ ምህርትታት ናብ ኢንዱስትሪ ናብ ገጠር ዘይሕሰብ እዩ ነይሩ። ሓንቲ ኣዶ ኩባያ ጠስሚ ሸይጣ በዚ ዝሸጠቶ፣ ንብረት ሽኮር ገዚኣ ክትምለስ ዘይትኽእለሉ ዕድል ዝነበረ እዩ። ይኹን እምበር ድሕሪ ሽሕን ትሽዓተ ሚእትን ሰማንያን ሰለስተን ሓንቲ ኣዶ ኩባያ ጠስሚ ሸይጣ በታ ዝሸጠታ ንብረት ዝተፈላለዩ ክትገዝእ ዕድል ኣተፈጠረሉ ሰፊሕ ናይ ኢኮኖሚ ዕብየት ንኽመፅእ ፃዕሪ ዝተገበረሉ ኩነታት እዩ ነይሩ። ብናይ ባዕሎም ማሕበረ ፖለቲካዊ ድኽመት ፖለቲካዊ ኢኮኖሚ ሕቶ ህዝቢ ካብ ሴራን ተንኮልን ሓይልን ፈልዮም ክርእይዎ ስለ ዘይኽእሉ መንገዶም ሞንገዶም ፖለቲካውን ቅዋሞም ይትረፍዶ ንጸገም ህዝቢ ንናይ ባዕሎም ጸገም እውን ክፈትሕ ስለ ዘይኽእል ክርድኡ ስለ ዘይኽእሉ እቲ ዕድል ተጠቒሞም እቲ ዕድል ረኺቦም እንዳሃለዉ ክጥቀመሉ ዘይምድላዮም እዩ እዞም ብትዕቢት ዝተወጠሩ ኣካላት ህይወት ናይ ህዝቢ ኢትዮጵያ ዘይሮም ክርእይዋ ኣይደልዩን። ንድሕሪት ተመሊሶም ኢትዮጵያ ከመይ ነይራ ከመይ እላ ናይ ምባል ናይ ምርኣይ እምነት ወይም ድልየት ስለ ዘይነበሮም እዩ። ት ታይ እዩ እቲ መማረፂኦም? ጥንታዊ ጋናና ታሪኽ ንክምለሱ ዓበይቲ ዘኹርዕ ገድልታት ዝብልዎ ይጠቕሱ፣ ገድል የቕርቡ፣ ሕልሚ ይፅሕፉ። ኣቶ ምስጠፋ ለቅረቦ እቲ ፋንዳመንታሊ ልምንታይ ተደጋጋሚ ቃልሲ? ይግበር ነይሩ ተደጋጋሚ እውን ብምታይ መስዋእትነት ገይሩ ህዝቢ ትግራይ ዝብሉ ፋንዳመንታል ሕቶታት ዝምልስ ፅሑፍ እዩ ኣቕሪቡ። ብዝገርም መልክዑ ብሓንቲ ኣባሃላ ጀሚርዎ እሳ ኣባሃላ ላገልበጠ እውን ማይቲ ኢዝ ራይት፣ ሓይሊ ሓቂ እዩ ዝብሉ ጎበጥቲ፣ ጨቆንቲ፣ ወረርቲ፣ ጨፍጨፍቲ፣ ፋሽስታውያን ዝተፈላለየ ባህሪ ዘለዎም ካብ ናይ ቀደም ገዘእቲ ክሳዕ ሀዚ ብቐረባ ከጽንቱና ይረባረቡ ዝነበሩ ሓይልታት ዝነበሮም ባህሪ እና ዋና ሙቶ ሓሳቦም መሪሕ ሓሳቦም ይኹን ግብሮም ማይቲ ኢዝ ራይት ጉልበት ሓቂ እዩ ዝብል እዩ። ቅንዲ ባዕዳዊ መግዛእቲ ክተኽሉ ዝደለዩ ይኹን ህዝቢ ከንበርክኹ ዝደለዩ፣ ህዝቢ ክብዝብዙ ዝደለዩ ገዘእቲ ናይ ደገ ናይ ውሽጢ ዓዲ ብምልኦም ማይቲ ኢዝ ራይት ብዝብል ኣብ ጉልበቶም ብዝተፈላለየ ዓይነት ገሊኦም ብፍላይ ናይ ደገ ሓይልታት ከም ንእንግሊዝ ዝበሉ ባሕሪ ሒዝኻ ምድሪ ክትቆፃፀር ኢኻ ናይ ባሕሪ ሓይሊ ሃኒጽካ ሙሉእ ዓለም ክትቆጻጸር ኢኻ ዝብል ናይ ኹናት ስትራተጂ ዝነበሮም ሂ ሁ ኮንትሮልስ ዘ ላንድ ዘ ሲ ኮንትሮልስ ዘ ላንድ ኦር ዘ ዎርልድ ልብል ዓይነት ካልኦት ኣይ ላንድ ሒዝካ ሰፊሕ መሬት ሒዝካ ዓለም ካብኡ ዝተረኽቦ ሪሶርስ ሒዝካ ዓለም ኩሉ ትቆጻጸር ትኽእል ኢኻ ልብሉ ድማ ኣተሓሳስባ ዝነበሮም ነይሮም። ገሊኦም ድማ ብቴክኖሎጂ ኣቢልካ ኦር ሓይሊ ኣየር ሒዝካ ኣየር ተቆጻጺርካ ምድሪ ዘሎ ባሕሪ ዘሎ ኩሉ ክትቋጸር ኢኻ ዝብል ናይ እኒ ጣልያን ናይ እኒ ጀርመን ሀዚ እኒ ኣሜሪካ ዝኽተልዎ ፊሎዞፊ ኤርላንድ ባተል ኩሉ ዝወለደ ማለት እዩ ነገር ግን ህዝቢ ካብዚኦም ወረርቲ ዝገብሮ ድማ ቃልሲ ኣንጻር ወረራ ጭቆና ጎበጥቲ ዝግበር ቃልሲ ኣብ ሓቂ እዩ ዝምስረት ኣብ ሓቂ ክምስረት ድማ እንታይ እዩ ህዝባዊ እዩ ሓይልና ህዝቢ እዩ ዓቅምና ህዝቢ እዩ ሓይልና ዓቕምና መስመር እዩ ልኣብነት ቓልሲ ህዝቢ ትግራይ ኣብ ዓድዋ ኹናት ዝገበሩ ወለድና ሃይማኖትና ማዕተብና ሓቅና እዚ እዩ ዓድና እምነትና ኢሎም እዮም ዘሴም ኣብ ማይጨው ዘሴም ኣብ ቐዳማይ ወያነ ኣብ እተወደበ ቃልሲ ናይ ቃልሲ ህዝቢ ትግራይ ትግበር ተሎ ግን ሰው ኢሉ ተራ ዝኾነ ቃልሲ ዘይኮነ እቶም ዓበይቲ ጎበጥቲ ዝኾኑ ሓይልታት ባሕሪ ሒዝኻ ኣየር ሒዝኻ መሬት ሒዝኻ ዓለም ትቆፃፀር ኢኻ ዝብሉ ብደገ ዘለዉ ሓያላን ሓይልታት እና በብከባቢኡ በብሃገራቱ ዘለዉ ኾራኹሮም ግልገል ኣምባገነናት ዝኾኑ ድማ ዝኽተልዎ ጎበጥቲ ጨቆንቲ ንዚ ክሽምርር ዝኽእል ህዝባዊ ቃልሲ ኣብ ህዝቢ ዓቕሚ፣ ኣብ ህዝቢ ኣእምሮ፣ ህዝቢ ናይ ህዝቢ ልብን ኣእምሮን ብምምራኽ ዝተመስረተ ህዝባዊ ቃልሲ፣ ህዝባዊነት፣ ህዝባዊ መስመር and ህዝባዊ ሓቂ ሒዙ ዝተገበረ ቃልሲ እዩ ማለት እዩ። እዚ ልምንታይ እዩ ልግበር ቃልሲ ልምጉባጥ ልምውራር ዘይኮነ ሓደ ልሃለዋትኻ እዩ፣ ኻልኣይ ልኽብርኻ ልመሰልኻ እዩ፣ and ሳልሳይ ልጥቅምኻ እዩ ልረብሓኻ እዩ ማለት እዩ ስለዚ ሕጽር ኣቢለ ከም ዝተረዳእክዎ እና ከም ዝረእኩ ካብ ጥንቲ ክሳዕ ሀዚ ብፍላይ ድማ ብተደጋጋሚ ብመበል ዕስራ ክፍለ ዘመን ክሳዕ ቀረባ እዋን ናይ ጀኖሳይዳል ሓይልታት ዝገበርናዮ ቃልሲ ህዝቢ ትግራይ እናስ ብተደጋጋሚ ዝተገበረ መስዋእትነት ኣብዛ ሓቂ ልተመስረተ እዩ። ካብ ቀደሙ
በትሪ ኣዋጣዊጡ ናብ ጸላኢ ከይዱ ኣይፈልጥን። በትሪ ኣዋጣዊጡ ንዝመጾ ደኣ ይከላኸል እምበር በትሪ ኣዋጣዊጡ ንጸላእቲ ክወቅዕ ኢሉ ከይዱ ኣይፈልጥን። ብስሩ እውን ትምክሕቲ ሓይሊ ትምክሕቲ ሓይሊ ኣብ ትግራይ ብዙሕ ፀገማት እናብፅሐ ከም ዝመፀ ካብ ደኣማት ጀሚሩ እሳቶም ቶም ናይ ቀደም ነበሩ ወለዲ ተጋሩ እውን ከይዶም ክወቕዑ ኢሎም ዓዲ ክወሩ ኢሎም ከይዶም ኣይፈልጡን ተጋሩ ብሱር ካብ ተፈጥሮም ካብ ቀደሞም እቲ ቃልሲ ካብ ስሳን ሸውዓተን ኣትሒዙ ክጅመር ከሎ እቲ ናይ ቀዳማይ ወያነ ተደጒሉ ዝጸንሐ ወዲቑ ኣይኮነን ተደጒሉ ጸኒሑ ምስቲ ዝነበረ ናይ ወፃኢ ሓገዝ ተደጒሉ እምበር ኣይወደቐን ሰኣን ተወዲቡ ዓቕሙ ኣደላዲሉ ወይ ድማ ክገብረሉ ዝኽእል ክመርሖ ዝኽእል ከምዚ ናይ ካልኣይ ወያኔ ዘይምንባሩ እዩ እቱ ቀዳማይ ወያኔ ተደጒሉ ዝፀንሐ። ንህዝቢ ትግራይ መቓቒሎም፣ ንህዝቢ ትግራይ ኣመርኪኾም ኣብ ርእሲ ሓዘኑ፣ ኣብ ርእሲ በደሉ እሞ ብሰለስተ በርባዕተ ዘይኮነስ ብብዙሓት ሃገራት ብድሮን ብዝተፈላለዩ ሃገራት ብወታደራዊ እሞ ኢትዮጵያ ከዓ ብሄርና ብሄረሰብ ተቐሊስና ብትኽክለኛ ትግራይ ነፃ ኣውፂእና ልብሄርን ብሄረሰባትን ኢትዮጵያ ቀልሲ ተቐሊስና ደምና ኣፍሲስና ሙሉእ መሰልን ማብትን ዘትሓዘት ለትሓዝና ተጋሩ እሰን እውን ላና ተጓዒዘን ኩለን ብሄራት ክንጭፍለቕ እየን ገረዳና ምስቶም ኣረሜነ ፀላእትና ማለት እዩ እሞ እዞም ደረያ እዚኦም ሀዚ ንኣና ብጣዕሚ ይሕስበና እዩ ብጣዕሚ ትግራዋይሲ ኣብዚ ሰዓት ከመይ ኢሉ ተዓሽዩ ንብል ለከ ምሳኹም ኢና ኣላወሉስ ዕዱጋት ውሽጢ ላባላልዑና ኣላዋጉ እዮም ጸኒሖም። እቲ ኣርእስቲ ናይ ኣቶ መስጠፋ ብጣዕሚ ጽቡቕ እንድዩ ካብኡ ክጅምር ብጣዕሚ ደስ ዝብል እዩ። ንምንታይ ተዳጋጋሚ መስዋእቲ ዝብል ሕቶ ብሕቶ ምልዓሉ ብጣዕሚ እዩ ብዙሕ ነገር እውን እየ ተጸብየ እቲ ኣርእስቲ ብጣዕሚ እዩ ጽቡቕ። ኣብኡ እቶም መስዋእቲ ምክንያታት ዝኾኑ ሓደ ሓደ ነገራት ያው ጠቓቒሶም እዮም ብርግጽ ያው ኣብቲ ዕስራን ሸውዓተን እውን ቅድሚኡ ዝነበሩ እውን ተደጋጋሚ መስዋእቲ እናገጠመና ከም ዝመፀ እዞም ኣብዚ ሕጂ ሎም መዓልቲ ነኽብሮ ዘለና ሰማእታትና ንዝክሮ ዘለና ናይ ሓውዜን ቅድሚኡ ዝነበረ ጨፍጫፋት ብምልኡ ተተነኻኺፉ እዩ። እዚ ብጣዕሚ ፅቡቅ ነገር እዩ። ሕቶ ህዝቢ ትግራይ ሕዚ ዘለዎ ላእላውነት ግዝኣት ትግራይ ክምለስ፣ ተመዛበልቲ ክምለሱ፣ ፀላእቲ ወረርቲ ሓይልታት ካብ ዘለዎ ክገልሱ፣ ዝተረጋገእትን ሰላም ዘለዋን ትግራይ ንክትህሉ እዩ እቲ ክኸውን ዘለዎ ሕዚ ሓበራዊ ተባራዓይ ሕቶ ኣለና። ዘይሓልፍ ፀገም የለን ሓድሽ እውን ኣይኮነን ንዓና ፀገም ፀገም ክሓልፍ እዩ እቲ ፀገም ንክሓልፍ ግን ሕዚ እውን እቲ መፍትሒኡ እቲ ህዝቢ ክህሉ ውድብ ክትህሉ ኣብዙ ካብዙ ወፃኢ ካሊእ መሳገሪ የብልናን ክንተሓጋገዝ ከዓ ክንክእል ኣለና ዝፈልየና የብልናን ሰሜን ድዩ ምዕራብ ድዩ ደቡብ ድዩ ምብራቕ ድዩ ንፀላእቲ በሪ ክንብን የብልናን ትማሊ ሎሚ ፅባሕ ሕዋሓትን ህዝቢ ትግራይን ክህሉ እዙይ ማለት ካልኦት ውድባት ክህሉ የብሎምን ማለት ኣይኮነን ዝተጋደልናሉ ዕላማ እዩ ካብኡ ወፃኢ ግን ሕዚ እውን ነቲ ኩነታት ከስግር ዝኽእል ንሱን ንሱ ጥራሕን እዩ እሞ ነዙይ ኣብ ግምት እቲዳ ንኺድ። እውን ሕዋሕት ወይ ሞት። ዘለኣለማዊ ክብርን ሞገስን ንሰማእታትና። የቐንየለይ።
ፀላእትና ዴሞክራሲያዊ ሓድነት ዝብሃል ብስሩ ኣይቅበሉን። ንዓና ማለት መሪሕናያ ኣጥፊእኹማ ኢኹም ዝብሉና እዛ ዓዲ ኣብ ትግራይ ኣብ ኢትዮጵያ እውን ክንነብር ኣይፈቕዱልናን። በዚ ልክዕ ኢና ክንሰርሕ ዘለና። ፅንተት ብሃንደበት ኣይተፈፀመልናን። ሎንግ ሎንግ ግዜ ሰሪሖምሉ ዝመፀ ፅንተት እምበር መረፃ ኦር ሰመን እዝ ዝበሃል ሕዚ ትሰምዕዎ ኣለኹም ኢኹም እቲ ታሪክ ሰመን እዝ ባዕልና ዝፈጠርናዮ ወጥመድ እዩ እዮም ዝብሉና ዘለዉ ሓቂ እሱ so መረፃ ምግባርና ብጣዕሚ እየ ዝኾርዕ ኣነ ናይ ማንም ፓርቲ ኣባል ኮይነ ኣይፈልጥን ኣይኾንን እውን ምክንያቱ ንህዝበይ ብሳይንስ ከምህሮን ከርድኦን ምስ ሳይንስን ክማየጥ ኣለኒ ካብ ዝኾነ ይኹን ናይ ፖለቲካ ወገንተኝነት ከቕርብ ኣይግበን ዝብል እምነት ስለ ዘለኒ ነዚ እውን ስለዚ እቲ መረፃ ክግበር ኣለዎ ኢለ ክድግፍ ከለኹ መረፃ ትኽክል እዩ ክብል ከለኹ ንፓርቲ ደጊፍ ኣይኮነን ትክክለኛ ንህላወና መሰረት ስለ ዝነበረ እዩ። ስለዚ ብዙሕ ኣይብለኩምን ያው ካልእ ዕዋን ድማ ኣይተልዩ ትኸውን የቐንየለይ።